ሰላም ፍትዋት ናይ ቻናለይ ተኸታተልቲ ከመይ ትኾኑ ሎሞን ሓደ ንህይወትና ክጠቅም ዝኽእል ኣርእስቲ ሒዘልኩም መፅየ ኣለኹ እስካዕ መጨረሻ ተኸታተሉ ምሳኹም ፀንሕ ፀሃየ ሓቢርኩም ምሳይ ንክፀንሑ ኣቐዲመ ብኽብሪ ዕድም

እምበኣርከስ ፍቱዋት ናይ መደበይ ተኸታተልቲ ኣቐዲምኩም ካብ ዝረኣኹማ ቪድዮ ተበጊሰ ዝጸሓፍኩዎ ኣርእስተይ ሎምዓንቲ ዘቕርበልኩም። ናይ ሎምዓንቲ ኣርእስተይ ናይ ምስጋና ሓይልን ጥቕምታቱን ዝብል ኣርእስቲ'የ ሒዘልኩም መጺኤ ዘለኹ። እዛ ኣቐዲመ ዝረኣኹዋ ቪድዮ እዚ ኣርእስቲ'ዚ ንኽጽሕፍ ዘለዓዓለትኒ ቪድዮ'ያ። ክነመስግን ከለና ማዕረ ክንደይ ዘለና ነገር ከም ንጥቀመሉ፣ ዘለና ነገር ኣተኣኻኺልና ከመይ ጌርና ከም ንጥቀም፣ ሓይሊ ከመይ ከም ዝህበና፣ ዘለና ነገር እኹል ምዃኑ ዘርእየና፣ ዘዘኻኽረና ነገር እዩ ኣቐዲምና ኣቐዲመ ዘቕረብኩልኩም ቪድዮ ማለት እዩ። ስለዚ ኣብ ህይወት እውን ዕግበት ክንረክብ ንኽእል ኩሉ ነገር ስለተማልአልና ኣይኮነን። ወይ ኮላይ ኩሉ ንምነዮ ነገር ስለ ዝረኸብና ኣይኮናን ክንዓግብ ንኽእል። ኣብ ህይወት ሳትስፋክሽን ወይ ኮላይ ዕግበት ክንረክብ ንኽእል ዘለና ነገር ኣተኣኻኽሊልና ክንጥቀም ከለና ኢና ዕግበት ክንረክብ ንኽእል ወይ ኮላይ እንዳመስገንና ክንነብር ከለና ኢና ዕግበት ክንረክብ ንኽእል። ስለዚ ክነመስግን ከለና ብዙሕ ጥቕምታት ኢና ክንረክብ ንኽእል። እቲ ናይ መጀመርያ ንረኽቦ ጥቕሚ ሓጎስ እዩ ከመይ ጌርና ኢና ክነመስግን ከለና ክንሕጎስ ንኽእል ዝብል ነገር ክንርኢና ማለት እዩ እዚ መጽናዕትታት ዘቐመጥዎ ነገር እዩ ሓደ ሰብ ኣብ ህይወቱ ምስጋና ከዘውትር ከሎ ናይ ሓጎሱ መጠን ብ25 ፐርሰንት እንዳወሰኸ ይኸይድ ከመይ ገይሩ ይኸውን ዝብል ነገር ክነልዕል ንኽእል ኢና ክነመስግን ከለና ሓጎስና እንዳወሰኸ ይኸይድ ክንሕጎስ ከለና ከዓ ኣብ ሰውነትና ኬሚካል እንዳተመንጨወ ይኸይድ ማለት እዩ። ንሕና ነመስግን ብኡ ልክዕ ከዓ ንሕጎስ ሽዑ ኣብ ሰውነትና ከዓ ከም ሽልማት ወይ ኮላይ ከም ካሕሳ ኬሚካል ይምንጩ ማለት እዩ ዶፕማይን ዝበሃል ኬሚካል ማለት እዩ ወይ ኮላይ ኤፊል ጉድ ኬሚካል ዝበሃል ኣብ ሰውነትና ይምንጩ እዚ ኬሚካል እዚ እንታይ ጥቕሚ ይህበና ንእምሮና ማለት እዩ ንሓደ ናይ ሰውነትና ክፍሊ መብዛሕትኡ ናይ ሰውነትና ክፍሊ ዝቋፃፀር ኣእምሮና የነቃቕሖ ኣእምሮና ምስ ተነቓቐሐ ምስ ተነቓቐሐ ንሕና ከዓ እንታይ ንኸውን ዘለና ሓይሊ ፍልጠት ብልሓት ክንጥቀመሉ ንኽእል ንባላሓት ነመስግን ንሕጎስ ብዝተሓጎስና ቁፅሪ ከዓ ኬሚካል ኣብ ሰውነትና እንዳተመንጨው ይኸይድ ኬሚካል ብዝተመንጨወ ቁፅሪ ኮላይ ኣእምሮና እንዳተነቃቀሐ ይኸይድ ሓድሽ ነገር ንክንፈጥር ንክንበረታታዕ ክንባላሓት ፍልጠትና ይበዝሕ ማለት እዩ ምክንያቱ እዚ ናብ ባዕልኹም ወሲድኩም ክትዕዘብዎ ትኽእሉ ኢኹም ኣብ ጭንቀት ግዜ ወይ ኮላይ ክስልችወና ከሎ ህይወት ከፅለአና ከሎ እንታይ ንኸውን ዘለና ፍልጠት ኣይንጥቀመሉን ኢና መንገዲ ይጠፍአና ኣብ ጥቓና ዘሎ ፅቡቕ ነገር ክንሪኦ ንኽእል ኢና ኣብ ጥቓና ዘሎ፣ ኣብ ኢድና ዘሎ ጽቡቕ ነገር ናብ ተግባር፣ ናብ ዝኾነ ኣታዊ ክንቅይሮ ኣይንኽእልን ኢና ማለት እዩ። ስለዚ ናይ ምስጋና ህይወት ግን እንታይ ይገብረና? ክንሕጎስ ይገብረና። ሕጉ ሕጉሳት ብዝኾንና ቁጽሪ ከኣ ኣእምሮና ሓድሽ ነገር ንክፈጥር እንዳወሰኸ ይኸይድ ማለት እዩ። እዚ ኣሉታዊ ዝኾኑ ኣተሓሳስባታት እንዳጠፍኡ ይኸዱ፣ እንዳተነቓቓሕና ንኸይድ። ቅንኢ፣ ኣሉታዊነት፣ ጭንቀት፣ ብስጭት ዝኣመሰሉ ነገራት እንዳጠፍኡ ይኸዱ ማለት እዩ። እዚ ብሳይንስ ብመጽናዕትታት ዝተቐመጠ ነገር እዩ። ወይ ኮላይ እዚ ብባህላዊ ነገር እውን ክንሪኦ ንኽእል ኢና። ማለት ናይ ወለድና ምስላታት ጠቒስና ክንሪኦ ንኽእል ኢና። ንጉሁይ ንሕጉስ መሊስካ ኣሕጉሶ፣ ንጉሁይ መሊስካ ኣጉህዮ ዝበሃል ምስላ ኣሎ ማለት እዩ። ሓደ ሰብ እንድሕር ሕጉስ ኮይኑ መመሊሱ ሓጎስ እዩ ዘጋጥሙ ሓጎስ ሓጎስ እንዳሰሓበ እዩ ዝኸይድ ዘሕዝን ነገር ከዓ ዘሕዝን ነገር ናብ ውሽጥና እንዳፀወዐልና እዩ ዝመፅእ ምስጋና እንድሕር ነዘውትር ከይና መመሊስና ሕጉሳት ንኸይድ በቲ ኣቐዲመ ዓንቶ እዩ ዝጠቀስኩልኩም ብሳይንስ ተጠቀሰ ነገር ወይ ኮላይ ሓጎስ ሓጎስ ይስሕብ ጓሂ ጓሂ ይስሕብ ከም ዝበሃል ነገር ማለት ስለዚ ኣብ ህይወትና ናይ ሓ ናይ ምምስጋን ጥቕሚ እንታይ እዩ ዝብል ነገር ኢና ክንርኢ ቀጺልና ማለት እዩ። ቀዳማይ ክንረኽቦ ንኽእል ነገር እንታይ እዩ? ሕጉሳት ይገብረና። ካብ ምምስጋን ንረኽቦ ጥቕሚ ምስጋና ናይ ዕለታዊ ህይወትና ክንገብሮ ከለና ሕጉሳት ንኸውን። ካልኣይ ኮላይ ዝጠቕመና ንምንታይ እዩ? ብነብስና ንኽንተኣማመን ይገብረና። ብነብስና ዘለና ምትእምማን የዕብየልና ማለት እዩ። ከመይ እዩ ብነብስና ምትእምማን ዘዕብየልና? ህይወትና ምስ ባዕልና ኢና ነነጻጽራ ማለት ክነመስግን ከለና ህይወትና ኣብ ኢድና ዘሎ ኢና ንርኢ ማለት እዩ ኣብ ኢድና እንታይ ኣሎ ዝኾነ ነገር ከጋጥመና ይኽእል እዩ ሕማቕ ይኹን ፅቡቕ ነገር ከጋጥመና ይኽእል እዩ በቲ ተሪፍና ዘሎ ኣብ ኢድና በቲ ዝተረፈ ነገር እንታይ ክንገብር ንኽእል ናብ ዝብል ነገር ኢና ንዘውር ማለት እዩ ሳልሳይ ከዓ ናይ ምስጋና ህይወት ክነዘውትር ከለና ንረኽቦ ጥቕሚ እንታይ እዩ እኹል ድቃስ ንረክብ ምክንያቱ ብዙሕ ግዜ እኹል ድቃስ ንስእነሉ ምክንያት ብምንታይ እዩ? ሓደ ኣብ ህይወትና እንድሕር ጭንቀት ኣለና ናይ ጭንቀት ሽግር እንድሕር ኣለና እኹል ድቃስ ክንድቅስ ኣይንኽእልን ኢና። እንድሕር ምስልቻው ነገር እንድሕር ኣሎ ኣብ ህይወትና ከምዚ ዲፕሬሽን ዓይነት ነገር እንድሕር ኣሎ ወይ ኮላይ ሓደ ሓደ እንወስዶም መድሓኒታት እውን ድቃስ ክኸልኡና ይኽእሉ እዮም። ካልእ ከዓ ድቃስ ክኸልአና ዝኽእል ነገር እንታይ እዩ? ብምስጋና ዝተመልአ ህይወት እንድሕር ዘይንነብር ኮይና እዚ ማለት ታይ ማለት እዩ ንክነመስግን ኩሉ ነገር ክንረክብ የብልናን ንክነመስግን ዘለና ነገር ክንቆፅር ኣለና እታ ተሪፋትና ዘላ ነገር ኣብ ተግባር ኣውዒልና ብኣኣ ክንነብር ክንጅምር ከለና ኢና ሕጉሳት እንዳኾንና ንኸይድ ራብዓይ ብምስጋና ዝተመልኤ ህይወት ክንነብር ከለና እንታይ እዩ ዝጠቕመና ማለት እዩ it makes us uh, better managers ጎበዝ ኣመሓደርቲ ክንከውን ንኽእል ምምሕዳር ክበሃል ከሎ ካብ ባዕልና ካብ ነብስና እዩ ዝጅምር ማለት እዩ ሓደ ሰብ ማኔጅመንት ዝጅምሮ ናይ ባዕሉ ህይወት ማኔጅ ምግባር ክኽእል ከሎ እዩ፣ ምምሕዳር ክኽእል ከሎ እዩ። ጎበዝ ማናጀር ዝበሃል ከኣ ኣብ ሽግራት ዘተኩር ዘይኮነስ ኣብ መፍትሕታት። ሽግር ኩሉ ግዜ ካብ ህይወትና ኣይፍለን እዩ። ብዝተንቀሳቐስና ቁጽሪ፣ ምስ ሰባት ኣብ ምስ ቀረብና፣ ናብ ስራሕ፣ ናብ ዝኾነ ቦታ ብዝኸድና ቁጽሪ፣ ምስ እንቅስቃሴና ልክዕ ሽግር ሽግር ኣሎ። ሓደ ሓደ ግዜ ተመሳሳላይ ሽግር። ንክልተ ዓይነት ንክልተ ሰባት ከጋጥሞም ይኽእል እዩ ተመሳሳሊ ሓደ ዓይነት ሽግር ማለት እዩ እቲ ሓደ ነቲ ሽግር ክፈትሕ ተወሳኺ ሽግር ክወልድ ይኽእል እዩ እቲ ሓደ ከዓ ነቲ ሽግር ፈቲሑ ኣብ መፍትሒ ኣትኪሩ ናብ ምስጋና ክሰጋገር ይኽእል እዩ ካልእ ኸኣ ብምስጋና ዝተመልአ ህይወት ክንነብር ከለና፣ ኣብ ህይወትና ምስጋና ክነዘውትር ከለና ናይ ምንባር ትርጉም ንኽርደኣና ይገብረና ማለት እዩ። ናይ ምንባር ትርጉም ክበሃል ከሎ እንታይ ማለት እዩ? ምንባር ማለት ንባዕልኻ ጥራሕ ኣይኮንካን ትነብር። ሓደ ነገር ክንገብር ከለና ንባዕልና ጥራሕ ሓሲብና ኣይኮናን ንገብሮ። ጽቡቕ ይኹን ሕማቕ ይኹን ንባዕልና ስምዒትና ከም ዝኣዘዘልና ኣይኮናን ንገብሮ ማለት እዩ። እዚ ዝገብሮ ዘለኹ ነገር ኣብ ኣቦይ፣ ኣብ ኣደይ፣ ኣብ ሓዳረይ፣ ኣብ ጎረቤተይ እንታይ ከምጽእ ይኽእል ኢልና ንኽንርዳእ ይጠቕመና። ምንባር ማለት ዙርያኻ ምሕሳብ እዩ። ስለዚ ናይ ምስጋና ሓይሊ ብሓፈሻ ክነጠቓልሎ ከለና ንምንታይ እዩ ዝጠቕመና ማለት እዩ? ቀዳማይ ህይወትና ንኽንቅበል ንዘጋጥመና ነገር ኩሉ ንኽንቅበል ኩሉ ነገር ዝኾኖ ንምኽንያት ኢልና ንኽንቅበል ይጠቕመና ሕጂ ብዘለናዮ ነገር ህይወትና እውን ምምራሕ ከም ንኽእል የረደእና ዝኾነ ነገር ኣብ ሂወትና ክንስእን ንኽእል ኢና ንፈትዎ ሰብ ንብረትና ገንዘብና ክንስእን ንኽእል ኢና ግን ሽዑ እውን ተኾነ ሂወት ትቕጽል እያ ብዘለናዮ ኩነታት እውን ክንቅጽል ንኽእል ኢና እዚ ይምህረና ማለት እዩ ካልእ ኮላይ ናይ ምስጋና ሂወት ዝምህረና ኣብ ክንቅይሮ ንኽእል ነገር ንኽነተኩር ይምህረና ኣብ ክንቅይሮ ንኽእል ነገር ነትኩር ኣብ ክንቅይሮ ዘይንኽእል ነገር ከዓ ንኽንገድፎ ወይ ኮላይ ንኽንቅበሎ ይገብረና ማለት እዩ። ስለዚ እዚ ናይ ምስጋና ሓይሊ ዝምህረና ናይ ህይወት መንገዲ እዩ። ቀጺሎ ዘሎ ቪድዮ ከዓ ርኢና ንምጻእ ናፍታ ቪድዮ ክመርሐኩም። ዕግበት ዝርከብ ኩሉ ነገር ካብ ምርካብ ዘይኮነስ ብዘለካ ነገር ኣመስጊንካ ብምንባር ከም ምዃኑ፣ ምስጋና ኸኣ ሓያል ከም ዝገብረና፣ ድሌት እንድሕር ኣሎ ኩሉ ነገር ከም ዝከኣል፣ ምስጋና ኩሉ ነገር ንኽንክእል ከም ዝሕግዘና፣ ኣብ ህይወት ክንቅይሮ ዘይንኽእል ነገር ምቕባል ከም ዘለና፣ ተቐቢልና ምንባር ምስ ጀመርና ኸኣ ሕጉሳት ከም ንኸውን ዘዘኻኸረትኒ ቪድዮ እያ። እምበኣርከስ ፍቱዋት ናይ መደበይ ተኸታተልቲ ናይ ሎምዓንቲ መደበይ እዚ ይመስል ነይሩ። ዘለኩም ርእይቶ ኣብ ኮሜንት ጸሓፉለይ። ሓደሽቲ ዝኾንኩም ናይ መደበይ ተኸታተልቲ ሰብስክራይብ ምግባር ከይትርስዑ። ጠቓሚ ኮይኑ እንድሕር ረኺብኩሞ ከኣ ላይክ ግበሩ ከምኡውን ካልኦት ሰባት ንኽከታተልዎ ሼር ግበሩ። ሓቢርኩም ምሳይ ስለ ዝጸናሕኩም ኣዝየ እየ ዘመስግን የቐንየለይ። ኣብ ቀጻላይ ብኻልእ መደብ ክንራኸብ ኢና ሰላም ኩኑ።